ሰላም ጥዕና ሃበለይ ዝኸበርኩም ተኸታተልቲ ቴሌቪዥን ድምፂ ወያነ ትግራይ ዕለታዊ ዜና እንሆ። ተጋሩ ተመረቕቲ ተምሃሮ ዝተፈላለዩ ዩኒቨርሲቲታት ፋሽስቲ ኣብዪ ኣሕመድ ወራሪ ወልቀ መላኺ ኢሳያስ ኣፈወርቅን ሓይልታት ትምክሕቲ ኣምሓራን ኣብ ልዕሊ ህዝቢ ትግራይ ዘውርዶ ዘሎ ማእለያ ዘይብሉ ግፍዕታት ብምቅዋም ናብ ምግዳል ከም ዝተጸንበሩ ተሓቢሩ ኣሎ። ዝርዝር ሓበሬታ ወኪልና ካብ ሓራ መሬት ከም ዝስዕብ ኣዋዲድዎ ኣሎ። ኣብ ትግራይ ዝርከባ ዩኒቨርሲቲታት ንሓሙሽተ ዓመታት ብዝተፈላለዩ ሞያታት ተማሂሮም ድሕሪ ክልተ ኣዋርሕ ንምረቓ ተዳልዮም ዝነበሩ ሕፁያት ተመረቕቲ ተምሃሮ እቲ ኣብ ልዕሊ ህዝቢ ትግራይ ይበፅሕ ዘሎ ዘይብሉ ግፍዒ ህዝቢ ትግራይ እንዳተጨፍጨፈ ክንመሃር ኣይንኽእልን ኢሎም ንምግዳል ከምዝወሰኑን ታዕሊም ከምዝጀመሩን ገሊፆም። ካብዚኦም እቲ ሓደ ሓምሳይ ዓመት ኤሌክትሪክ ምህንድስና ዝሰርሕ ሕፁይ ተመራቒ ኣብ ልዕሊ ህዝቢ ትግራይ ይበፅሕ ዘሎ ግፍዕን በደልን ንክጋደል ከምዘገደዶ ሓቢሩ።

ብፍላይ ምሁራት መናእሰይ ትግራይ ብምፅናት ተቢልካ ትግራዋይ ክሳዱ ከድንንን ትግራይ ንድሕሪት ንምምላስን ምዃኑ ብምርዳእ ንምግዳል ከምዝወሰነን እቲ ኣብ መንጋጋ ፅልሕ ዘለዎ መንእሰይ ህላወ ህዝቢ ትግራይ ቀስ በሊሑ ንሓርነቱ ክጋደል ፃውዒት ተቕሪበሎም። ብተመሳሳሊ ሓምሻይ ዓመት ተመራቒ ኤሌክትሪክ ምህንድስና ዝኾነ ተዓላማይ መንእሰይ፣ ከም ዝገለፆ ድማ እታ ብምሁራት ትግራይ ዝተሃነፀት ትግራይ ናብ ብራኸ ከይትበፅሕ ንምኽላፍ ዝግበር ዘሎ ወራር፣ በደልን ግፍዕን ብምቅዋም ናብ ሜዳ ትግራይ ንምግዳል ወሪዱ ኣሎ። ትግራይ ምስ መልክዑ ኲናት ግዲ ተፈሪድሉ ይመስል ዳግማይ ናብ ኲናት ፀዊዑ እሞ እዚ ስለዝኾነ ድማ ኣንሕና ተምሃሮ ናይ ወለድና ኣሰር ክንስዕር ኣለና። እዚ ወፅዓ እዚ ከብቅዕ ኣለዎ። ቀንዲ በጃ ትግራይ ክትህነፅ ኣለዋ ሃገር ከም ሃገር ተሃኒፃ ክንሪኣ ተኾይንና ናብ ቃልሲ ናብ በረኻ ግድን ክንወፍር ስለዘለና ሙሉእ ሓይሊ እውን ኣብ በረኻ ስለዘድሊ ከምኡ ኢልና በዛ ናይ ወለድና ሓቦና ኣብዚ በፂሕና ተሰባሲብና ማለት እዩ። እቲ መንእሰይ ከም ዝገለፆ ዓዲ ከም ዓዲ እንዳተዘበተት እናሃለወት ክንመሃር የሕፍረና እዩ ክብል እውን ገሊፅዎ ኣሎ። እዚ ትምህርቲ እዚ ዘመናዊ ስለይትምበር ትምህርቲ ከምዘይኾነ ብሰዓት እዚ ኢልና ብሙሉኤና ተስማዕሚዕና ማለት እዩ። ተኣሲርና ናብዚ መፂና። እታ ንበጋ ምዕብልቲ ማንም ዘይደፍራ ትግራይ ጋህዲ ንምግባር ኣብ ዝግበር ቃልሲ ኣብ መኣዲ ትምህርቲ ይኹን ኣብ ካሊእ ዓውዲ ስራሕ ዘሎ መንእሰይ ትግራይ ናብ ቃልሲ ከቲቱ ዕድመ ፅንዓቱ ከሕፅር እቶም ተዓለምቲ ፃውዒት ኣቕሪቦም። ወኪል ድምፂ ወያነ ትግራይ ካብ ሓራ መሬት ትግራይ።

ፋሽስቲ ኣብይ ኣሕመድን መላፍንቱ ሓይልታትን ኣብ ትግራይ ካብ ዝፈፀምዎ ከቢድ ጨፍጫፍን ግፍዕን ብተወሳኺ ኣብ ልዕሊ ትካላት ጥዕና ትግራይ እውን ተራእዩ ዘይፈልጥ ዕንወት ፈፂሞም እዮም። እሱብ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቂ ኣብ ከተማ ጅራ ኣብ ዝርከብ ትካል ጥዕና ዝፈፀሞ ዕንወትን ስርቅን ሓደ ኣብነት እዩ። ኣብዚ ጉዳይ ዘድሀበ ፀብፃብ እውን ከም ዝስዕብ ክቐርብ እዩ። ዘርኢ ትግራዋይ ንምፅናት ንልዕሊ ሰለስተ ዓመታት ዝተሓንፀፀ

ኣብ ማእኸላዊ ዞባ ትግራይ ከተማ ጅራ ዝርከብ መባእታዊ ጥዕና ክንክን ተዘሚቱ ኾነ ተባሂሉ ድማ ንኽዓኑ ተገይሩ። ኣብ ከተማ ጅራ ተረኺብና ዝኣከብናዮ መረዳእታ፣ ክንክን ጥዕና ጅራ ሙሉእ ንሙሉእ ኮነ ተባሂሉ ከምዝተዘመተ የርእይ። ኮታስ እዚ ማእኸል ግዳማዊ ቁመንኡ እምበር ውሻጡ የለን። ብናውቲ ሕክምና መሊኦም ዝነበሩ ክፍልታት እውን ሕዚ ምንም የብሎምን። ህዝቢ ትግራይ ንልዕሊ ሰላሳ ዓመታት ዝሃነፀን ትካላት ኣብ ሓፂር እዋን ተዘሚተንን ዓንየን እናዓነዋውን ይርከባ። ናይ ባዕሉ እምበር ናይ እንዳማቱ ዘይጥምት ስልጡንን ሰጓማይን ህዝብና ብታሪኹ ተወሪሩ እምበር ወሪሩ እኳ ኣይፈልጥን ንወረርቲ ኸዓ ኣሕፊሩ እዩ ዝምልስ ወራሪ ሰራዊት ዕሱብ ባዕዳዊ ውልቀ መላኺ ኢሳያስ ግን ትማል ረሲዑ ሎሚ ኣብ ልዕሊ ተጋሩ መስካሕክሒ ግፍ ፈፂሙ ይፍፅም እውን ኣሎ ክልቲኦም ውልቀ መለኽቲ ሓንቲ እኩይ ተግባር እያ ኣራኺባቶም ንትግራይ ምዕናው ዘርኢ ትግራዋይ ድማ ምፅናት ካብቲ ዘርኢ ምፅናት ሓደ ኣካል ድማ እዚ እዩ ትካላት ጥዕና ካብ ጥቕሚ ወፃኢ ምግባር። ኣብ'ዚ ሓራ መሬት ዝርከብ ልምኣታዊ ጥዕና ጣብያ ጅራ ሙብሉእ ብሙሉእ ከምዝዓነወ እናተዘዋወርኩ ተመልኪተ እየ ኽቡራት ተኸታተልቲ። እዚ ጥዕና ጣብያ ዘዕነውዎ ድማ ወረርቲ ሻዕብያን ሰራዊት ህግደፍን ከምኡ እውን ወራሪ ሰራዊት ኣብይን እዮም። እዞም ሰራዊት እዞም ክልቲኦም ሰራዊት እናተዋደዱ እዮም መብዛሕትአን ጥዕና ጣብያታት መብዛሕትአን ሆስፒታላት ጥዕና ኬላታት ከምኡ እውን ጥዕና ማዕኸላት ኣብ ኣብ ትግራይ ዝርከባ ሙሉእ ብሙሉእ ንክዓንዋ ገይሮመን ኮነ ኢሎም ማለት እዩ። ኣብ ቀረባ እዋን ዝተሃነፀ ማእኸል ሕክምና ጅራ ብርክት ዝበሉ ነበርቲ እቲ ከባቢ ዝኾኑ ተጋሩ ዝጥቀሙሉ እዩ ነይሩ። ሕዚ ግን ጥዕንኦም ዝከታተልሉ ማእኸል የለን። እቲ ዕላማ እቲ ሽርሒ እውን እዚ እዩ። ብጥይትን ብጥሜትን ዘይሞተ ትግራዋይ ብሕማም፣ ሕጽረት መድሓኒትን ስእነት ሕክምናን ንኽመውት፣ ንዕኡ ድማ እዮም ምስ ኣዕነውዎ ጽሑፎም ኣንቢሮምሉ ዝኸዱ። መናእሰይ ኣቦታትና ዘረከቡና ልኣላዊነታ ዝሓለወት ትግራይ ሓራ ናይ ምውጻእ ታሪኻዊ ሓላፍነት ተዋሂቡና ኣሎ። ኣደታትን ኣቦታትን ትግራይ ድማ ከምቲ ናይ ትማሊ ከቃልሱን ኽቃለሱን ግድን እዩ። ተዋዲድና ብቕልጽምና ሓርነት ትግራይና ከነረጋግጽ ኢና። ዓወት ንህዝቢ ትግራይ። ዕላማና ኣፅኒዕና፣ ሓድነትና ኣስጢምና፣ ኣብ ገጠር፣ ኣብ ከተማ ይኹን ወፃእ ሃገራት ዘሎ ቃልሲ ህዝቢ ትግራይ ኣተኣሳሲርና ዘይተረፍ ዓወት ህዝባዊ ኹናትና ብተነፃፃሪ ዝሓፀረ ግዜ ንምዝዛም ኩልና ታሪኻዊ ግቡእና ክንፍፅም ብትረት ንውፈር።
ናብ ካልኦት ዜናታትና ክንሰግር። መንግስቲ ሱዳን ነቲ ኢትዮጵያ ተሃንጾ ዘላ ዓብዪ ግድብ ህዳሰ ንምውራስ ኣፋፍኖት ከም ዘርኣየ ተሓቢሩ'ሎ። ሚኒስትሪ ጉዳያት ወፃኢ ሱዳን ዘውፅኦ መግለፂ ከምዝሕብሮ መንግስቲ ካርቱም ነቲ ዓብዪ ግድብ ህዳሰ ይህነፀሉ ዘሎ ቤኒሻንጉል ከም ኣካል ሉዓላዊ ግዝኣት ሱዳን ገይሩ ንምእዋጅ ኣፋፍኖት ኣርእዩ ኣሎ። መንግስቲ ፋሽስቲ ኣብዪ ኣሕመድ ምስ ሱዳንን ግብፅን ኣብ ዓብዪ ህዳሴ ግድብ ኣብ ዝግበር እንካ ሃባ እንተዘይተስማሚዑ ሱዳን ንቤኒሻንጉል ናብ ግዝኣታ ብምሕዋስ ነቲ ግድብ እውን ጠቕሊላ ክትወርሶ ከምትኽእል The New Arab ጸብጺቡ'ሎ። ብ ዓሰርተ ትሽዓተ ዜሮ ክልተ ዓመተ ምህረት ኣብ መንጎ ሃጸይ ምኒልክን ሽዑ ገዛኢት ሱዳን ዝነበረት እንግሊዝ ኣብ ዝተገብረ ውዕሊ ቤኒሻንጉል ካብ ሱዳን ናብ ኢትዮጵያ ከም ዝተወሰደን ኢትዮጵያ ድማ ንመጠን ማይ ሩባ ኣባይ ዝንኪ ግድብ ከይትሃንጽ ከም ዝተስማምዐትን ዝሓበረ እቲ ዜና ሕዚ መንግስቲ ፋሽስቲ ኣብይ በቲ ቅድሚ ሓደ ሚእትን ዕስራን ዓመት ዝተፈረመ ውዕሊ ኣይቅየድን እንተደኣ ዝብል ኮይኑ ሱዳን ብግደኣ በቲ ውዕሊ ዝተወሰዳ ግዝኣት ቤኒሻንጉል መሊሳ ንክትወስድ ከምትግደድ ኣመልኪቱ'ሎ። ዓብዪ ግድብ ህዳሰ ካብ ዶብ ሱዳን ዓሰርተ ሸሞንተ ኪሎ ሜትሮ ጥራሕ ርሒቑ ከም ዝርከብ እቲ ዜና ሓቢሩ'ሎ። ኣብ መወዳእታ ኣብ ኢትዮጵያ ሕዚ እውን ሞትን ግርጭትን ዜጋታት ከም ዝቐፀለ ተሓቢሩ'ሎ። ብቕድሚ ትማሊ ካብ ምዕራብ ጎጃም ናብ ምብራቕ ወለጋ ትጓዓዝ ኣብ ዝነበረት ኣውቶቡስ ብዝበፅሐ መጥቃዕቲ 15 ሰባት ከም ዝተቐተሉ ኣዲስ ስታንዳርድ ፀብፂቡ ኣሎ። ኣብ ተመሳሳሊ ዕለት ኣብ ደቡብ ክልል ዞባ ቤኒሻንጉል ሸኮም ብዝተወልዐ ግርጭት ሽዱሽተ ሰላማውያን ሰባት ከም ዝሞቱን ገለ ካብዞም ወገናት ብህይወት እናሃለዉ ብሓዊ ተቓፂሎም ክሞቱ ከም ዝተገብረን እቲ ዜና ሓቢሩ ኣሎ። ፋሽስቲ ኣብይ ኣሕመድን መላፍንቱ ሓይልታት ወረርትን ኣብ ትግራይ ኩናት ወሊዖም ማእለያ ዘይብሉ ግፍዕታትን ጨፍጫፍን ኣብ ዝፍጽሙሉ ዘለው እዋን ኣብ ኩሉ ኩርናዓት ኢትዮጵያ ደማዊ ግርጭትን ሞት ዜጋታትን ምዕዛብ መዓልታዊ ተርእዮ ከም ዝኾነ ተንተንቲ ፖለቲካ እናሓበሩ እዮም። ዝኸበርኩም ተመልከትና ንሕና እውን ንሎሚ ዝሓዝናልኩም ዜና ኣብዚ ወዲእና ኣለና ኣብ ካልኦት ተመሳሳሊ ዛዕባታት መሊስና ክንጋን ኢና ክሳብ ሽዑ